ሜድያ ፎር ትሩዝ ኩልኹም ሰዓብተይን ተኸታተልተይን ኣብ ዘለኹሞ ሰላም ጥዕናን ክኾነልኩም እናተመነኹ ሕጂ ድማ ብሓደ ሓሳብ መፅ ኣለኹ ስለዚ ላይክ ኮመንት ሸርን ሳብስክራይብ ክትገብሩ ብትሕትና እንዳሓተትኩ ሎም መዓልቲ ድማ የማነ ወልደትንሳኤ ብዛዕባ ሓዳር ዘለዎ ትምህርቲ ነዚ ክንፍትሾ ኢና እግዚኣብሔር መስገን ምክንያቱ ብዙሕ ሰብ ክጋገ ስለ ዝኽእል እቲ ሓቂ ትምህርቲ ክምህሬ እቲ ምርጫ ድማ ናብ ሰብ ይገድፎ እግዚኣብሔር ይመስገን እስኪ ነዛ ቪድዮ እዚኣ ስምዕዎ እሞ ክምለሰኩም እየ ኣገልገልቲ ክምህሩ ከለዉ ትሪኦ ትሰምዖ ነገር ኣሎ እዚ ቃል ኪዳን ሲ ኪኖቲ ሰብኣይን ሰበይትን ኪዳን ትኣትዎ ወይ ሓዳር ትገብሮ ንጥቕሚ ኢልካ ጽባቐ ኣርኢኻ ድዩ መልክዕ ኣርኢኻ ድዩ ፍልጠት ኣርኢኻ ዲኻ ሃብቲ ኣርኢኻ ዲኻ ወደቨር ዝምርዓዎ ካብኡ ወጻእሲ ኪዳን መንፈሳዊ እዩ ኢሎም እዮም ዝዛረቡ ካበይ ካበይ ዝመጸ ኢልካ ትሓስብ? በቃ መታን ንሰብ ከፈራርሁ ወይ ከበካ ኤግዛጅሬት ክገብሩ ይደልዩ ሕጂ ኪዳን ሲ ነርካ እንዶ ሕጂ ኣብ መንጎ ክልተ ሰባት ክብለካ ኣለኹ ሕጂ ካምፓን ዝመርሑ ሰባት ኣለዉ ዶ ሼር ሆልደር ኮይኖም ዝሰርሑ ሰባት ኣለዉ ዶ ሓቢር ሼር ኮንካ ካምፓን ትገብር ዶ እንታይ ኢኻ ትፍርም ውዕል ትፍርም ኮቨናንት ኳይስ ክንድዚ ፐርሰንት ንዓኻ፣ ክንድዚ ፐርሰንት ንዓይ፣ ክንድዚ ፐርሰንት ንክርስቶ፣ ከምዚ ከምዚ እንተድኣ ኮይኑ ድማ እዚ ክንድዚ ፐርሰንት ድማ ንዓኻ። እዚ ኪዳን እዚ ማንም ሰብ ከፍርሶ ኣይክእልን። እንተፍረሰኸ ሕጊ ኣሎ እኮ ብሕጊ ክሕተት እዩ። እንተድኣ ከፍርሳ ኮይኑ ድማ ብስምምዕ እሞ ኣነ ነዛ ኪዳን እዚኣሲ ኣይደለኽዋን። እዛ ኣቲናዮ ዘለና ኣግሪመንት በቃ ንዓይ ዘይትኽስበኒ ስለ ዝኾነት እታ ኪዳን በቃ ገዲፈያ ኣለኹ ተይሉ ድማ ብሕጊ መሰረት ምስ ኢኹም ኢሉ ጽሕፈት መፍትሒኣ ሂቡ ድማ ብሕጊ መሰረት ድማ የፋንዋ ኢሉ እዞም ሼርሆልደር ዝብለኩም ሓደ ካምፓኒ ድማ ሓደ ካብኣቶም ወይ ካብቲ ሕጊ ወፃኢ ምንቅስቃስ ዝገብር ተሊ በቶም ኣብኡ ዘለዉ ሰባት እንታይ ይኸውን ፋየር ይግበር ማለት እዩ ይስጎግ ማለት እዩ ወይ ድማ ንሱ ድማ ተካይዳ ደስ ዘይልዎ ወይ ከዓ ካልእ ጠቕሚ ካብኡ ዝበለፀ ነገር ተረኪቡ ድማ እክብ ኣቢሉ እሞ ከምዚኣ ነይራትና ኣነ ክገድፈኩም ደልየ ኣለኹ እዩ ንሳቶም ከዓ በቃ እታ ስምምዕታ ትግብኦ ኩላ ነገር ሂቦም ካብታ ካምፓኒ የባርርዎ ማለት እዩ ማለት ካብቲ ኪዳን ይወጽእ። ኣብቲ ኪዳን እንከሎ ውሽጢ ውሽጢ ዝገብሮ ካልእ ብዙሕ ነገር ተሊኻ የባእሶም ዶ የባእሶም? የባእሶም። ሓዳር ከምኡ እዩ። ሕጂ ንምንታይ ደኣ እሞ መንፈሳዊ እዩ ኪንዮ ብሓንሳብ ኮንካ ምድቃስ ኪንዮ ከምዚ ኣለዎ ከምዚ ጳውሎስ ንባዕሉ ከምኡ ኢሉ ኣሎ። ሕጂ ሃዋርያ ጳውሎስ እኮ እቲ ኣብ መንጎ ክርስቶስን ኣብ መንጎ ማሕበርን ዘሎ ርክብሲ ከምቲ ኣብ መንጎ ሰብኣይን ሰበይትን ዘሎ ርክብ እዩ ሕጂ እቲ ናይ ሰብኣይን ሰበይትን ርክብ እኳ ደኣሲ ኪንዮ እቲ ናይ ማሕበር ኢሉስ ከምዚ ብጣዕሚ ሰጊርዎ ኣሎ ሕጂ እንታይ እዩ እንታይ እያ ኣብ መንጎ ሰብኣይን ሰበይቲ ዘላ ረክብ መኪኑ ማሕበር ትገብረ ትደግሞ ሕጂ ስለዚ ኣብ መንጎ ሰብኣይን ሰበይቲ ዘላ ርክብ ሲ እቶም ተመርዕኹም ሪኢኹም ኣለኹም ኣብ ኣባሓጎታትና ርኢና ኢና ኣብ ኣቦታትና ርኢና ኢና Alright ስለዚ እንታይ እዩ እቲ ሰብ ግን ክሰብኽ ከሎ ነቶም ሰብ ሓዳር ኣዝዮም መታን ክጸንዑ ነቶም ሰብ ሓዳር ኣዝዩ መታን ክጠቕሞም ክብል ምስጢር እዩ ሰብኣይ ሰይቲ ኮንካ ምንባር ኣሕዋተይ ምስጢር እዩ እዚ ካብዚ ዝዓቢ ምስጢር የለን ኢሉሲ ንሰብኣይ ሰበይቲ ኮንካ ምንባርስ ከምዚ እንታይ ክብለኩም እየ በቃ ኣብ ዓለም ዘየለ ገይሩ ዝሰብካ ኣሎ ዘገርም ምስጢር ተዝኸውን በቃ ዘገርም መንፈሳዊ ምስጢር ተዝህልዎ ጳውሎስ ምስ ተመርዓወ ማፍዘገረ ምስጢር ዘለዋስ ገዲፎ ኣይከይድን እዩ ጳውሎስ መቸም ተሪኽሞ ኔዛ ጠቕሲ ምፅየ እያ ከምዚ ኣብ ሓዳርሲ ፍሉይ ምስጢር እዩ ዘሎ ፍሉይ ንስርዓት ምፍራይ ሓደ ትበዝሕ ካልኣይ ድማ ካብ ምንዝርና ትርሕቕ የርሕቐካ ማለት እዩ ሳልሳይ ካብ ሓደ ምዃን ከዓ ክልተ ምዃን ትደጋገፍ ስለ ዝኾንካ ኣብ ምኽሪ ኣብ ውድቀት፣ ኣብ ምትንሳእ፣ ኣብ ምርካብ፣ ኣብ ምስኣን፣ ኣብ ድኽነት፣ ኣብ ሃብቲ፣ ፓርትነር ኮይንካ ማለት መጻምዲ ክልተ ሰባት ኣብቲ ሓደ ዘየለስ ኣብቲ ሓደ ኣሎ ኣብቲ ሓደ ዘየለካ ኣብቲ ሓደ ከሎ እንዳተሃናነጽካ መታን ክትከይድ ድማ ይጠቕመካ እዩ ሰለስቲኡ ይጠቕመካ እንጂ ብህግ ተኾንካ ሰብኣይቲ ብህግ እንትርኣ ኮንከ ግን ናብ ዝሙት መታን ከይትኣትዉ እቲ ባህጊ ምስ መጸ ነናትኩም ሓዙ እታ ሰበይቲ ናይ ገዛእ ርእሳ ሰብኣይ ድማ ናይ ገዛእ ርእሱ ይሃልዎ ኢሉ ኮፍ ኣቢልልና ኣሎ እዚኣ ሕጂ ስለዚ ከምዚ ብልጽ ዝበለት ምስጢር በቃ ገለ ምስጢር ኣለዎ ገለ ፍሉይ ነገራት ኣለዎ በቃ ወላ ሓንቲ የብላ ተዝህልዋስ ባሉስ ማኣተዋ
ፓስተር ዑቕባኣብ ዝተባህለ ፓስተር ሓንቲ ሕቶ ይሓትት ምስ መሓዙ ተኾይኑ ማለት እዩ። ደሓር የማነ ወልደትንሳኤ ድማ ክምልስ ከሎ እንታይ እቲ ሕቶ ዝሓቶ ቃል ኪዳንሲ ክንዮቲ ሰብኣይን ሰበይትን ዝኣትዎ ኪዳን ማለት መልክዓ ሪኢኻ ድዩ ፍልጠታ ሪኢኻ ድዩ ገንዘባ ሪኢኻ ድዩ ካብኡ ወፃኢ ቃል ኪዳን መንፈሳዊ ኢሎም ዝምህሩ ካበይ ዝመፀ እዩ ካበይ ኣምፅኦሞ ሕጂ መጀመርያ ነገር ዘሕዝነኒ ሓደ ፓስተር ሓደ ፓስተር ማለት ጓሳ ጓሳ ወይ ድማ መጋቢ ማለት እዩ ስለዚ ዕቑባ ከም ሓደ ፓስተር ከም ሓደ መጋቢ የማኑ ክጋገ ከሎ ኣክንዲ ትእርሞ እቲ ኣጀማምራ ናይቲ እ፣ ሕቶኻ ቅንዕና ዘለዎ ኣይኮነን ከምዚ ኢሎም ምህሩ ሕጂ ሰብ ዝምህሮ ዘይኮነስ መጽሓፍ ቅዱስ እንታይ ይብል መጽሓፍ ቅዱስ ብዛዕባ ሓዳር እንታይ ይብል መንፈት ሓዳርሲ መንፈሳዊ ድዩ ዝብሎ ዋላስ ምድቃስ መልክዕ ርኢኻ ምምርዓው ምፍራይ ምብዛሕ ቆልዑት ምውላድ መፅሓፍ ቅዱስ ንዑ ድዩ ሓዳር ድብሎ ዋላስ ካብኡ ዝሓለፈ ኣለዎ መፅሓፍ ቅዱስ ከም ዝብል ኣብ መልእኽቲ ጳውሎስ ናብ ሰብ ኤፌሶን ምዕራፍ ሓሙሽተ ካብ ዕስራን ሸውዓተን ዘሎ ከንብቦ እዩ ብስም የሱስ ከምዚ ይብል ከምቲ ክርስቶስ እስካብ ዕስራን ኣርባዕተን ዕስራን ሰለስተን ዘሎ ከንብቦ እዩ እግዚኣብሔር መስገን ከምቲ ክርስቶስ ርእሲ ማሕበሩ ዝኾነ ንሱ ምድሓን ስጋኡ ከዓ እዩ ሰብኣይ ከዓ ርእሲ ሰበይቲ እዩ እሞ ኣትን ኣንስቲ ከም ንጎይታ ጌርክን ሰብኡትክን ተኣዘዞም ከምቲ እታ ማሕበር ንክርስቶስ እትእዘዞ ከምኡ ድማ ኣንስቲ ንሰብኡተን ብኹሉ ይተኣዘዝኦም። ከምታ እታ ማሕበር ንክርስቶስ እትእዘዞ ድማ ኣንስቲ ደጊመ የንብቦ ኣለኹ ንሰብኡተን ብኹሉ ይተኣዘዝኦም። ሕጂ ምእንቲ ክእዘዝኦም ንሕና ንክርስቶስ እንእዘዞ እግዚኣብሔር መስገን እንታይ ስለ ዝኾነ እዩ? ሕጂ እቲ ምስጢር እዚ እዩ እቲ የማነ ምስጢር የብሉን ኢሉ ዝምህሮም ዘሎ ሓዳርሲ በቃ ምድቃስ ጥራይ እዩ መርዓ ወይ ድማ እቲ ቃል ኪዳን ክንዮ እቲ ኢኖ እቲ ጥቕሚ ዝበሎ ናይ ብሓቂ ሓቂ እዩ እቲ ብሓንሳብ ኮንካ ምድቃስ ቆልዑት ምፍራይ ምትሕግጋዝ ክትሕጎስ ከለኻ ክትሓዝን ከለኻ እሱ ሓቂ እዩ ግን ኩሉ ግዜ ንኣብነት ሰይጣን ናብ በዓል ኣዳምን ሄዋን ክመፅእ ከሎ ፍርቂ ሓቂ ሒዙሎም መፅዩ ፍርቂ ሓቂ ሕጂ ፍርቂ ሓቂ ኣብ መፅሓፍ ቅዱስ መናፍቕነት እዩ ዝበሃል ክንምህር ከለና ኩሉ ኩሉ ከየጉደልና ምክንያቱ እንድሕር ዳኣ መንፈቕ ፍርቂ ሒዝና መፂና መናፍቕነት እዩ የማነ ድማ ኣብ ክንዲ ኩሉ እቲ ሓቂ ዝምህር ነቲ ምስጢር ዝበሃል ነገር ምንም ምስጢር የብሉን እቲ ሓቂ ነጥቢ ነጥቢ ነጥቢ ገይሩ ኣቐሚጦ ቃል ኪዳን ማለት ዳይመንድ ይኮነን ወርቂ ይኮነን እዚ እንታይ ሞ ዳርጋ ኦልሞስት 2025 ይርስ ብዛዕባ እዚ ብዛዕባ ምርዓ ክምህር ከለኹ ኢስኖት ብዛዕባ እቲ ዳይመንድ ኣይኮነን ኣነን ከምኡ ዓይነት ርድኢት እዩ ዘለኒ እሱ እዩ ትምህሮይ መርዓ ማለት እቲ ወይ ድማ ቃል ኪዳን ማለት ብቃል እናኣተዎ ኪዳን እዩ እቲ ንገብሮ ቃል ኪዳን እቲ ንገብሮ ወርቂ እቲ ንገብሮ ዳይመንድ ኣይኮነን ሲ ኮነን ካብኡ ዝሓለፈ እዩ እግዚኣብሔር መስገን ከምኡ ስለ ዝኾነ ከዓ ምስጢር ዝብሎ ዘሎ ጳውሎስ ግን ንክርስቶስ ምእንቲ ክንእዘዞ ክርስቶስ ክንእዘዞ ዝገበረና ፍቕሪ እዩ ክንእዘዞ ዝገበረና ንጉስ ክንሱ ትሕት ኢሉ ርስሓትና ዝሓጽብ ኣምላኽ ብጣዕሚ ኣነ ብጣዕሚ እየ ዝግረም ብጣዕሚ እየ ዝግረም ብኣምላኽ ፍቕሪ ኣምላኽ ትሕትና ኣምላኽ ናይ ብሓቂ እየ ዝግረም ኣምላኽ ክንሱ ሰብ ኮይኑ ኣምላኽ ክንሱ ንጉስ ክንሱ ከም ባርያ ናይ ባርያ በቃ ባርያ እእጋር እቶም ዝጋገዩ ሰባት ብሕልፊ ኣብቲ ሰዓትሲ እቶም ኣፖስትልስ ወይ ድማ እቶም ሃዋርያ በቃ ስኢሎም ግልብጥብጥ ዝብሉ ሰባት እዮም ከምኡ ኮይኑ ግን እግዚኣብሔር ይመስገን እእጋሮም ዝሓፅብ ምንም ብቕዓት ዘይብሎም ገሊኦም ተገውቲ ገሊኦም ቀረፅቲ ምክንያቱ ዋላ እቲ ናይ የሱስ ክርስቶስ ሪሌሽንሽፕ ምስቶም ቅዱሳን ኣይኮነን ምስቶም ዝጠፍኡ ነተን ዝጠፍኣ ነተን ከምዚ ከማይ ንዝጠፍአ ሰብ መፂኡ እግሪ ዝሓፅብ ነይሩ ስለዝኾነ ኢና ንእዘዞ ስለዚ ሓደ ሰብኣይ እንድሕር ደኣ ሰበይትኻ ክትእዘዘካ ደሊኻ ትሕት በል እቲ ክነግስ ዝደሊ ባርያ የሕዋቱ ይኹን እዩ ዝብል መፅሓፍ ቅዱስ ስለዚ እንድሕር ደኣ ክትነግስ ደሊኻ ኣብ ገዛኻ ትሕት በል ትሕት ኢልካ ባርያ ኮንካ ኢኻ ትነግስ ትሕት ኢልካ ካብቲ ዝለዓለ ሓፍ ክትብል ትኽእል የሱስ ክርስቶስ ድማ ከምኡ እዩ ምሂርና እግዚኣብሔር ይመስገን ከምኡ እዩ ምሂርና ስለዚ እዚ እቲ ምስጢር እቲ ምስጢር ግን ብዙሕ እዩ ካልኣይ ምስጢር ማለት እኮ ኩሉ ምስጢር ኣይትፈልጦን ኢኻ ኣነ ሕጂ ኣብ መፅሓፍ ቅዱስ ዘይፈልጦ ብጣዕሚ ብዙሕ ብዙሕ ብዙሕ ምስጢራት ኣሎ ንኣብነት እግዚኣብሔር ንኣዳምን ሄዋን ክፈጥሮም ከሎ ውድቀት ከም ዝመፅእ ኣቐዲሙ ይፈልጥ እዩ ብዛዕባ ሰይጣን ፈልጥ ብዛዕባ ኣዳም ፈልጥ ብዛዕባ ሄዋን ፈልጥ ብዛዕባ እታ ኦም ሂወት ድማ ፈልጥ ሕጂ ንምንታይ ዘየልዕላ ኣይፈልጦን እየ ኣይፈልጦን እየ ምክንያቱ ይመስለኒ ኢለ ክምህር ኣይደልን እየ ዘይኮነ ዘይኮነ ነገር ክምህር ኣይደልን እየ እዚ ሚስትሪ ምስጢር እዩ ሕጂ ኣብ መፅሓፍ ቅዱስ ብዙሕ ምስጢራት ኣሎ ኣእምሮይ ወይ ድማ ትናትና ምስትውዓል ክፈልጦ ዘይክእል ነገር በዚ በዛ ኢኖ በዚ ንእሽተይ ኣእምሮና በዚ በዛ ንእሽተይ ሓንጎልና ሲ ነቲ ንኣምላኽ ክንምርምሮ ይንኽእል ኢና ኣምላኽ ከምዚ እዩ ኣምላኽ ከምቲ እዩ ክንብል ኣይንኽእል ኢና መጽሓፍ ቅዱስ ባዕላቶም በዓል ማቴዎስ ሉቃስ ማርቆስ ዮሃንስ ክጽሕፉ ከለዉ ብዛዕባ የሱስ ክርስቶስ ዝተፈላለዩ እዮም ጽሒፎም ዝተፈላለየ ንየሱስ ክርስቶስ ክገልፅኦ ከለዉ ሲ ዝተፈላለየ ገይሮም እዮም ገሊፆሞ ገሊኦም ካህን ይብሉ ገሊኦም መጀመርያ ቃል ነበረ እቲ ቃል ኣብ ኣምላኽ ነበረ እቲ ቃል ድማ ኣምላኽ ነበረ ኢሎም ይ- ይ- ይገልፁ ገሊኦም ድማ ካብ ዘር እብርሃም መፁ ስለዚ ንሕና ንኣምላኽ ክንምርምሮ ኣይንኽእልና እታ መፅሓፍ ቅዱስ ብምልእታ ሲ ምስጢር እያ እግዚኣብሔር መስገን የማኑ ድማ ኩሉ ትፈልጥ ኣይምሰልካ ኣይትፈልጥን ኢኻ ኩሉ ኣይትፈልጥን ኢኻ ትፈልጦ እግዚኣብሔር ይመስገን በቲ ትፈልጦ ጥራይ ተመላለስ ነቲ ህዝቢ ኣይተጥፍኣዮ ነቲ ትፈልጦ ጥራይ መሃሮ ካልኣይ ንምንታይ ኢኻ ተቋናፅቦም ጳውሎስ ከምዚ ኢሉ ምስጢር ኣለዎ ኢሉ ምእንቲ ከፈራርሕኹም ኤግዛጅሬት ክገብሩ ወይ ድማ ከጋንዎ ስለ ዝደለዩ እምበር ክንዮ እቲ እዚኤን እዚኤን ኢልካ ዝጠቐስካየን ጥቕምታት ክንዩ ምንም ምስጢር የብሉን ምስጢር እንተዝህልዎ ነይሩ ጳውሎስ ምሓደገ ኢልካ ሓቲትካ ይሓድግን ፈረቐን ጳውሎስ እኮ ኩሉ እቲ ጥቕሚ ዘለዎ ነገር ከም ጓሓፍ ገይረ ደርበኽዎ ኢሉ ጳውሎስ ናይ ጥቕሚ ሰብ ኣይኮነን ጳውሎስ ናይ ጥቕሚ ሰብ ኣይኮነን። ኣብቲ ትምህርትኻ ግን ጳውሎስ ከም ናይ ጥቕሚ ሰብ ጌርካ ኢኻ። ጥቕሚ እንተዝህልዎስ ጳውሎስ ከማን ኣይምሓደጎን። ጳውሎስ ዘይተመርዓወ ኣብ ቀዳማይ ቆርንጦስ ምዕራፍ ሸውዓተ እቲ ዝተመርዓወ ንዑ ጠቂስካ ዝዛረብ ኔርካ እቲ ዝተመርዓወ እቲ ሓዳር ዝገበረ ብዛዕባ ሓዳር እዩ ዝሓስብ ብዛዕባ ደቁ ሓስብ ብዛዕባ ሰበይቱ ሓስብ እቲ ሓዳር ዘይገበረ ግን ከም ጳውሎስ ብዛዕባ ጎይታ ጥራይ ዝሓስብ ስለዚ እንተ ዘይተመርዓኹም ኢሉ ጅምር እንተ ዘይተመርዓኹም ፅቡቕ ብስምዒት ካብ ምንዳድ rather than burn on your sexual desire በቲ sexual desire ካብ ንቃፀል ግን እንታይ ይብል ተመርዓዊ ሓጢኣት የብሉን ምርጫ እዩ ዘቐምጥ ስለዚ ጳውሎስ ዘይተመርዓወሉ ምክንያት ሙሉእ ብሙሉእ ብሙሉእ ልቢ ንኣምላኽ ከገልግል ስለ ዝደለየ ጥራይ እዩ ተመልስብ ኣላ ስለዚ ንምንታይ እቲ ሓቂ ዘይትምህር ካልኣይ ነቲ መርዓሲ ከም ሓደ ናይ ሓንቲ ካምፓኒ ሼር ሆልደር ጌርካ ትገልጾ ኔርካ ናይ ብሓቂ ከምኡ ድዩ ኣብ ሓደ ሰብ ኣብ ሓንቲ ካምፓኒ እንድሕር ደኣ ሼር ሆልደር ኮይኑ ዝሰማምዖ ስምምዕ ውዕል ኣለዎ ኢልካ ጽቡቕ ኣብቲ ውዕል እቲ ውዕልቲ ናይ ጥቕሚ ውዕል እዩ ኣብቲ ውዕል ከምዝን ከምዝን ከምዝን ኢሎም ብፐርሰንቴጅ የቕምጥዎ ክንድቲ ኢንቨስት ዝገብሮ ማለት እዩ ድሕር ደኣ ሓምሳ ገይሩ ሓምሳ ክረክብ እዩ ሚእት ተገይሩ ሚእት ክረክብ እዩ ሰብዓን ሓሙሽተን ተገይሩ ሰብዓን ሓሙሽተን ክረክብ እዩ ስለዚ ከምኡ ገይሩ የቕምጦ ኢልካ ፅቡቕ ድሓር ዝሓሸ እንተ ደኣ ረኺቡ ነቶም ሼር ሆልደርስ ፀዊዑ ወይ ድማ ኣኪቡ ኣነ ካብዚኣ ዝሓሸ ረኺበ ስለ ዘለኹ ኣሰናብቱኒ ይብል። ንሳቶም ድማ ተኣኪቦም እቲ ንዕኡ ዝግብኦ ሂቦም የፋንውዎ። ከምቲ ሙሴ ጽሕፈታ ሂቡ ይስደዳ ዝበለ ከምኡ ገይሮም የሰናብትዎ። ሓዳር ከምዚ ኢልካ ሓዳር ከምኡ ድዩ? ሓዳር ከም ሓደ ካምፓኒ ዝሓሸ ተረኺብካ ሰበይትኻ ወረቐታ ሂብካ ተፋኖ ድሓር ትሕት ኢልካ ከዓ ፍታሕ ይፍቀድን እዩ ብዝሙት እንተዘይኮይኑ ብዝሙት ተኮይኑ ግን ፍቀድ እዩ ሓቅኻ የሱስ ክርስቶስ ምትሓተትዎ ከምኡ ኢልዎም ፍትሕ ዝበሃል ኣምላኽ ካብ መጀመርያ ኣይነበረን ብዝሙት ሙሴ እዩ ፈቂድሎም ብዝሙት እንተዘይኮይኑ ግን ኢሉ ብዝሙት እንተዘይኮይኑ ማለት ብዝሙት እንተኮይኑ ክትፋታሕ መፅሓፍ ቅዱስ ይፈቅድ እዩ እዚ ሓቅኻ ግን ዝሓሸ ኣብዚኻ እንታይ ትብል ኣለኻ ዝሓሸ እንተ ደኣ ረኺቡ እቲ ሸር ሆልደር ዝሓሸ ስለ ዝረኸብኩ ኣምላኽ ምስ እስራኤል ዝኣተዎ ኮንትራት ድዩ ኮቨናንት እዩ ኮንትራት እኮ ካብ ናብ ኣለዎ ካብ ናብ እቲ እቲ ኮቨናንት ምስ እስራኤል ዝኣተዎ ግን ካብኦም ሲ ናብ ደቂ ደቆም ናብ ደቂ ደቆም ይኸይድ ኣሎ እቲ ኮቨናንት እቲ መሓላ እቲ ማሕላ እቲ ቃል ኪዳን እግዚኣብሔር ዝሓሸ እንተ ደኣ ረኺቡ ወረቐት ሂቡ ይሰደና ድዩ ሕጂ ንምንታይ ዘይኮነ ነገር ትምህር ኣምላኽ ሰድድ እዩ ከምኡ ሰድድ እዩ ኣብ ትንቢተ ሆሴእ እዚ ኩሉ ካብ ጋዕገልጠም ካብ ዝሙት ኣምፂኡ ሓዳር ጌርላስ ምስ ከደት እንደገና ገዛኣ እዩ ዝብል ከይዱ እንደገና ገዚኡ ይምፅዎ ከምኡ ዶ ኣይኮነን መፅሓፍ ቅዱስ ምህረና ክቕፅል እየ ከምቲ ክርስቶስ ማሕበሩ ዘፍቀራ ኣቱም ሰብኡት ኣነስትኹም ኣፍቅሩ ክርስቶስ ብቃሉ ብቃሉ ገይሩ ብምሕፃብ ማይ ምስ ኣጽረያ ምእንቲ ክቕድሳ ርስሓት ወይስ ዕጣን ወይስ ገለ ነዚ ዝመስል ዘይብላ ብዘይ መንቅብ ቅድስቲ ክብርቲ ማሕበር ገይሩ ንእኡ ምእንቲ ከቑማ ኢሉ ርእሱ በጃ ሃበ ሰብኡት እውን ከምኡ ነተን ኣንስቶም ከም ስግኦም ገይሮም ከፍቅርወን ይግብኦም እዩ ሰብ ንስግኡ ይምግቦን ይከናኸኖን እምበር ሓደ እኳ ዝጸልኦ የልቦን። ኣካላት ስግኡ ስለ ዝኾና ክርስቶስ ከምኡ ንማሕበሩ ይከናኸና ኣሎ። ስለዚ ሰብኣይ ኣቡኡን ኣዲኡን ሓዲጉ ምስ ሰበይቱ ይለግብ፣ ክልቲኦም ሓደ ስጋ እዮም ዝኾኑ። እዚ ምስጢር እዚ ዓብይ እዩ። እግዚኣብሔር ይመስገን እነግረካ ኣሎ። እዚ ምስጢር እዚ this is a great mystery ብጣዕሚ ዓብይ ምስጢር እዩ እግዚኣብሔር ይመስገን ስለዚ ነዚ ኢኻ ምስጢር የብሉን ከፍርሕኹም ስለ ዝደለዩ ከጋንዎ ስለ ዝደለዩ ምስጢር ተዝህልዎ ጳውሎስ ምተመርዓወ ትብሎ ዘለኻ እዚ መናፍቕነት እዩ እዚ ጌጋ እዩ እዚ መናፍቕነት እዩ ጌጋ እዩ ካብዚ ኣይተጉድል የማነ ካብዚ ኣይትወስኽ ካብዚ ዘየለ ነዚ ነ- በቃ ካብዚ ሲ- እዚ ጌጋ የብሉን መጽሓፍ ቅዱስ ጌጋ ይብሉ ትጋገ ዘለኻ ንስኻ ኢኻ እቶም ትስዕብዎ ከዓ በቃ እንዳሰሓቅኩም ትሰምዑ ጴጥሮስ እኮ መጽሓፍ ቅዱስ ጽሒፍ እዩ መንፈስ ቅዱስ ተመሪሑ ክጋገ ከሎ ግን ጳውሎስ ሂ ስቶፕድ ሂም ጠጦ ኣቢልዎ ትጋገ ኣለኻ ኢሉ የማነ ካብ በዓል ጴጥሮስ በልፅ ድዩ የማነ ካብ በዓል ጳውሎስ ዝበልጽ ድዩ? ከማና ሰብ ዘይኮነን ኣቦና የማነ ኣቦና የማነ ልክዕ ከም ዘይጋገ ዘይትእርምዎ ካብ ኣፍኩም ከፊትኩም ትስሕቑ ሳልካ ከም ፓሮት ደስ ከተብሎ በቃ ጠጠው ደይ ተብሎ ትጋገ ኣለኻ የማነ ሓወይ እዚኣስ መጽሓፍ ቅዱስ ከም እሞ ከዓ ፓስተር ዕቑባ ፓስተር ፓስተር ተባሂልካ ጓሳ ተባሂልካ እቶም ኣብኡ ዘለኹም ድማ ሽማግለታት ተባሂልኩም ስለምንታይ ጠጠው ደይ ተብልዎ ኣንጻር መፅሓፍ ቅዱስ ክምህረኩም ከሎ እቲ ምስጢር ልክዕ ከምቲ ናይ ሰብኣይን ሰበይትን እዩ ይብላ ኣሎ ከምቲ ክርስቶስ ምስ ማሕበር ዘለዎ ርክብ እዚ መርዓ ኣብ ምድሪ ንገብሮ መርዓ ወይ ድማ ቃል ኪዳን ልክዕ ከምቲ ክርስቶስ ምስ ማሕበሩ ዘለዎ ክርስቶስ ነታ ማሕበር መጀመርያ ነገር ክመርፃ ከሎ ምስ ዕጣራ ምስ ርስሓታ ምስ ዕያጋ እዩ መሪፅዋ ኣይናይ ሰብኣይ እዩ ኣይናይ ሰብኣይ ሕጂ ኣብ ሰዓት እዚ ሓዳር ክንገብር ከለና እቲ ምርጫ ኢልና ነቐምጦ ክራይቴርያ እንታይ እንታይ ዓይነት ፅበቕቲ ትምህርቲ ዘለዋ ከምቲ ፓስተር ዕቑባብ ዝብሎ ዝነበረ እሱ እዩ ናይ ክርስቶስ ግን እሱ እሱ እቲ ምርጫ ክርስቶስ ነብሳት ምስ ነብሳት ሓዳር ክገብር ከሎ ምስ ነብሳት ቃል ኪዳን ክኣቱ ከሎስ ከምኡ ድዩ ዝገብር ጽቡቓት ምልኩዓት ቅዱሳት ከምኡ ድዩ እቶም ፈሪሳውያን እኮ ብኸምኡ እዮም ዝኸስዎ ነይሮም ምስቶም ተገውቲ ምስቶም ቀረሲ ምስቶም ሓጢኣተኛታት ምስቶም ለምጻማት ክበልዕ ምስ ረኣይዎ እዚ ኣይኮነን ኢሎም እዚ ዝመጽእ ኣይኮነን ከመይ ኢሉ እዚኦም እቲ ምስጢር እሱ እዩ ኢሰ ግሬት ሚስትሪ ኣመራርፅኡ ሚስጢር እዩ ካልኣይ ሰብኣይ ኣቦን ኣዲኡን ሓዲጉ ምስ ሰበይቱ ጣዋዕ ሓደ ስጋ ኮኑ ሕጂ እቲ ሓደ ስጋ መግበሪ ሓደ እቲ ሴክሽዋል ኢንተርኮርስ እዩ እቲ ብሓንሳብ ምድቃስ እታ ሰበይቲ ኣካላታ ከፊታ ንሰብኣይ ክትቦ ከላ እቲ ሰብኣይ ኣትዩ ዘርኢ ከፍስስ ከሎ ዝፈሪ ፍረ ኣሎ ስጋዊ ፍረ ኣሎ ቆልዑት ቆልዑት ድሕዳ ብሓንሳብ ደይደቂስካ ቆልዓ ክመፅእ ኣይክልኒ ኣዴና ድንግል ማርያም ጥራያ ብመንፈስ ጠኒሳ ተረኺባ። ካልእ ግን ናይ ግድን ክንድቅስ ኣለና። ሰብኣይ ምስ ሰበይት ደቂሱ እቲ ርክብ ስጋ ምስ ገበሩ ቆልዓ ይጥነስ ይውለድ ኣብቲ መንፈሳዊ ድማ ልክዕ ከምኡ እዩ ምስጢር እዩ ንሕና ንጎይታ የሱስ ክርስቶስ ልብና ከፊትና ክንቅበሎ ከለና ኣብ ውሽጥና ዝውለድ ቃል ኣሎ እግዚኣብሔር ይመስገን ዝውለድ ቃል ኣሎ ንየሱስ ክርስቶስ ወለዱ ሒዞ መጺኦም ክሕዝዎም ዝደለዩ ኣቦኻን ኣዴኻን ይደልዩኻ ኣለዉ ኣቦይን ኣዴን ሲ እቶም ቃለይ ሰሚዖም ዝገብሩ እዮም ኢሉ ንየሱስ ክርስቶስ ንሕና ንየሱስ ክርስቶስ ነቲ ቃል ኣምላኽ ኣሜን ኢልና መድሓኒ ንሱ መገዲ ንሱ ህይወት ንሱ በቃ ብዘይብኡ መድሓኒ የለን ንጉሰ ኢልና ክንቅበሎ ከለና መድሓኒ ኣለም ኢልና ክንቅበሎ ከለና ካብቲ ድቕድቕ ጸልማት ናብቲ ዘገርም ብርሃን ክንመጽእ ከለና፣ ናይ ብሓቂ ክርስትያናት ክንኮን ከለና፣ ናይ ብሓቂ ሰዓብቲ ክርስቶስ ክንኮን ከለና፣ እቲ ቃል ኣብ ውሽጥና ይኣቱ፣ ክንቅበሎ ከለና፣ እግዚኣብሔር ይመስገን። ልክዕ ከምቲ ሰብኣይ ኣብ ሰበይቲ ኣትዩ ዘርኢ ምስ ፈሰሰ ቆልዓ ዝመጽእ፣ ልክዕ ከምኡ እቲ ቃል ኣብ ውሽጥና ይውለድ፣ እግዚኣብሔር ይመስገን። ሽዕኡ ክርስቶስ ኣባና ነብር ንሕና ድማ ኣብ ክርስቶስ ነብር ምስ ክርስቶስ ሓደ ንኸውን ኣማልኽቲ ንኸውን ኣይኮንኩን ዝብል ዘሎ ንሕና ዌር ሂማን ቢንግስ ን ጂሱስ ክራይስት ኢዝ ጎድ ኣምላኽ እዩ ፈጣሪ እዩ ንሕና ፈጠርቲ ይኮና ንሕና ፍጡራት ኢና ግን ምስኡ ሓደ ንኸውን እግዚኣብሔር ይመስገን እዚ ምስጢር እዩ እዚ እቲ ምስጢር ካብኡ ዝበለፀ ምስጢር ድማ ይህልዎ እግዚኣብሔር ይመስገን ኣነ ዘይፈልጦ እቲ ዝፈልጦ ግን እዚ እዩ እቲ ኣመራርፃ ምስጢር እዩ ሰብ ክመርፅ ከሎ ዝመርፆ ምርጫን የሱስ ክርስቶስ ክመርፅ ከሎ ዝመርፆ ምርጫን ዝተፈላለዩ ምክንያቱ ከምቲ ክርስቶስ ንማሕበሩ ገይሩ ዘፍቀረ ኣቱም ሰብኡት ኣንስትኹም ኣፍቅሩ ኢስ ኮማንድመንት ትእዛዝ እዩ ምርጫ ኣይኮነን ሰበይትኻ ክትእዘዘካ እንተ ደልያ ሰብኣይ ርእሲ እዩ እንዳበልካ ርእሲ ኣይትሕማ ርእሳሲ ኣይተሕምማ መርዘን ኣይትኹና ከምኡ ስለ ዝበልካ ርእሲ ትገብረካን እያ ርእሲ ክትከውን እንተ ደሊኻ ትሕት ኢልካ ተገዛኣያ this is a mystery ከምቲ ክርስቶስ ንጉስ ክንሱ ፈጣሪ ክንሱ ኣምላኽ ክንሱ ትሕት ዝበለ ትሕት በል ኣብ ገዛኻ ኣገልጋሊ ኹን ኣብ ገዛኻ ኣብ ክሽነ እቶ ትትበቃ እቲ ትኽእሎ እስኻ እቲ ትፈትዎ እስኻ ግበር ሽዕኡ ክትግዛኣካ እያ ንክርስቶስ ኩሉ ግዝኦ ድዩ ኣይግዝኦን እዚ ኩሉ ከምኡ እንዳግበርና ንኣብነት ካብቶም ሃዋርያ እዚ ኩሉ እንዳተገብረሉ ይሁዳ ሸይጥዎ በቃ ዝሸጡ ሰባት ኣለዉ ምርጮም ግን እታ እታ ሚስትሪ ግን ንሳ እታ ምስጢር ንሳ ድሕር ደኣ ሰበይትኻ ዝግዛእካ ትደሊ ኮንካ ፅቡቕ ሓዳር ትደሊ እንተ ደኣ ኮንካ ፅቡቕ ናብራ ትደሊ እንተ ደኣ ኮንካ እቲ ሚስጢር ትሕት በል ባርያ ኹን ሽዕኡ ይቕረታ ክትነግስ ኢኻ ሽዕኡ ሰበይቲ ዘውዲ ሰብኣያ ከተንግሰካ ከተንግሰካ እግዚኣብሔር ይመስገን ስለዚ እንታይ ዝብል ዘሎ ኣንስቶም ኣፍቅሩ ክርስቶስ ብቃሉ ቃሉ ገይሩ ብምሕፃብ ማይ ምስ ኣፅርያ ስለዚ ሕፀባ ሓጢያ በቃ ድኻማ ሕፀብ ምስጢር እዚ ድኻማ ሕፀቦ ብቃል ብቃል ገይሩ ምስ ሓፀባ እዩ ዝብል ብመፅሓፍ ቅዱስ በቲ ቃል ኣምላኽ ጌርካ ሕፀባ ነብስኻ ተሓፀብ ንስኻ ተሓፀብ ንሳ ድማ ትተሓፀብ ምስ ኣፅረያ ሕጂ ምስ ኣፅረያ ክብል ከሎ ፅሩይ ዶ ፀሪ እዩ ርስሓት ዘለዋ እዩ መሪፁ የሱስ ክርስቶስ ዕያግ ዘለዋ እዩ መሪጹ ምስ ኣጽረያ ምእንቲ ክቕድሳ ምእንቲ ክቕድሳ ስለዚ ቅድስቲ ዘይኮነት እዩ መሪጹ ኣብ መሃሊ መሃሊ ራእይሞ ዋርድያ እቲ ንጉሲ ዋርድያ እኳ እዩ መሪፁ ዋርድያ ዋርድያ እያ ነይራ ኣበይናይ ኣበይናይ ኣበይ እያ ክትረኽቦ ከምኡ ስለዚ ስ ስ ሚስትሪ ሚስጢር እዚ ብምሕጻብ ማይ ምስ ኣጽረያ ምእንቲ ክቕድሳ ርስሓት ወይስ ዕጣር ወይስ ገለ ነዚ ዝመስል ዘይብላ ሕጂ ዕጣር ዘለዋ ርስሓት ዘለዋ ጽቡቕ ሽም ዘይብላ ጽቡቕ ሽም ዘይብላ ብዘይ መንቅብ ቅድስትን ክብርትን ማሕበር ገይሩ ሕጂ ክብርቲ ዘይኮነት ሕስርቲ ይልዒሉ መንቅብ ደለዋ ይልዒሉ This is a mystery. ካብቲ ኣመራርፃ ጀሚርካ ካልኣይ እቲ ኣብዚ ንገብሮ ከምዚ ፓስተር ዕቑባ ዝብሎ ዝነበረ ክንዮቲ ኖ ፍልጠት ኣርእኻ ድዩ ገንዘብ ኣርእኻ ድዩ መልክዕ ኣርእኻ ድዩ ኣካይዳ ኣርእኻ ድዩ ካብዚ ሲ ገሊኦም መንፈሳዊ ኢሎም ዘቕርቦ ሲ ካበይ ዝመፀ እዩ ዋላ ንሱ እኮ ከቕርቦ ከሎ ሲ እንዳቃለለ የቕሪቦ ኣነ ናይ ብሓቂ ናይ ብሓቂ ኣይዶኖ ናይ ብሓቂ ዘሕዝን እዩ እንታይ ዓይነት ቤተክርስትያን ኢኹም ትመርሑ ዘለኹም ሲጄ ፋን እንታይ ዓይነት ቤተክርስትያን ብዙሓት ሰባት ኣለውና እንደገና ዓስር ሳዕ ተደጋግሞ ቀኒእኻ እንታይ ክቐንእ ዕስራን ሓደን ዕስራን ክልተን ዓመት ገይረ ኣለኹ እንታይ ክቐንእ ኣምላኽ ዘድልየኒ ኩሉ ሂብኒ ኣሎ ኩሉ እንታይ ዝመፁ ሲ ኣይ ሃብ ነቨር ሲን እንታይ ዝመፁ ኣይረኣኹን ካብ ሓንቲ ሰለስተ ሌክሰሳት ኣምላኽ ደድልየኒ ኩሉ ስሂብኒ እዩ እግዚኣብሔር መስገን ንምንታይ ይቐንእ ነዚኦም ነዚኦም እተድንቑም ፓስተራት ቀኒእኻ ወይ ሬሊጅስ ስፒሪት ናይ ምንታይ ኣብ ሓቂ ደው ደይ ትብሉ ፓስተራት ተባሂልኩም ፓስተራት ተባሂልኩም ከምዚ ዓይነት ንከምዚ ዓይነት ሰብ ክድግፉ ሸሞኒ ናይ ሓቂ ሸሞኒ ኣነ ሓቂ እየ ዝዛረብ ዘለኹ እግዚኣብሔር ይመስገን ሓቂ ምክንያቱ ምንም ዘቕኒ የብለይን ምንም ዘቕኒ የብለ ክልተ ሽሕን ኣርባዕተን ኣትየሲ ኣብ ክልተ ሰለስተ ዓመት ኣምላኽ ይመስገን ኣምላኽ ክብሪ ንኣምላኽ ኹን እንታይ ኢኻ ሰሪሕኻ የማነ ስራሕ ኣሎ ብዙሕ ስራሕ ሰሪሐ እግዚኣብሔር ይመስገን ጳውሎስ እኮ ከምዚ ምስ ረኸበይ ከም ፅሉል ኮይኑ ዝዛረብ ነይሩ ከም ፅሉል ኮይኑ በቃ ተገሪፈ ተ- በቃ ተጨፍጪፈ እ፣ ሰላሳን ትሽዓተን ሓሙሽተ ገለ ኢሉ ተዛረበ እኮ ከምዚ በቃ ቅፅ ኢሎም ከናሽዎ እንታይ ኢኻ ጌርካ እንታይ ኢኻ ጌርካ ምስ ብሎ ይዛረብ ነይሩ ኣብዚ ከተማ እግዚኣብሄር ይመስገን ኣብ መርዐኦም ኣብ ሓዘኖም ብዙሓት ሰባት በተን ነበራኒ ማርቸርሲ ዜሮ ሓሙሽተ ሳንቲም ከይከፈሉ ዜሮ ሓሙሽተ ሳንቲም ከይከፈልኩ ኣመርዕዮም ማካይነይ ተጠቒሞምለን ስለዚ እንታይ ክብል ደለይ እስኪ ኣነ እውን ከም ዓሻ ክዛረብ ብዙሕ ሰብ ንብዙሕ ሰብ ንበረኸት ኮይኑ እዩ ንበረኸት በቃ ኣብ ድላዮም ኣብ ሓዘኖም እንታይ እሞ ኣብ በቃ ኣብ ኩሉ ኣብ ስርሖም ኣብ ሽግሮም ኣብ ኩሉ ኣብ ኩሉ ኣይ ዋዝ ር to support the people ስለዚ እንታይ ኣኸ ጌርካ እግዚኣብሔር መስገን ብዙሕ ገይረ ብዙሕ ብዙሕ ብዙሕ እሞ ከዓ ዜሮ ሓሙሽተ ሳንቲም የማነ ከገልግለኩም ከሎ ገንዘብ ወስደልኩም እዩ ትኸፍልዎ ኣለኹም እዛረብ ኣለኹ ሓደ ሰብ ንሰሎሙን ሲ ከምዚ ገይረ ከፊለዮ እየ ዝብል ከፊለዩ እየ ከም ዝገበረለይሲ ናይ ክምርዓው ከለኹ ማርሸት ሱ ትኽፈት ማርሸት ሒዝለይ መፅዩ ኣነ ከዓ ከፊለ እየ ዝብል ሰብ ኮመንት ግበር ኣብዚ ከምዚ ከምዚ ኢለ ስራሕ ረኺበ ፈልጥ እየ ኮዚ ስራሕ ከእትዎም ከለውሲ ፐርሰንቴጅ ወስድሎ ሰሎሙን ስራሕ ከእትወኒ ከሎስ ፐርሰንቴጅ ወሲዱ እዩ ዝብል ሰብ ኮመንት ግበር ኣብዚ ሓደ ሰብ ኣይ ሃቭ ነቨር ነቨር ነቨር ቴክን ኤኒ ማኒ ወላ ሓንቲ ገንዘብ ወሲደ ይፈልጥኒ እዚ ኩሉ ሰብ ሙኻ ዝፈልጦም ኣይኮኑ ደይፈልጦም ረዚሚኦም ፅሒፈ ስራሕ እትየ ናብዚ ክምለስ ስለዚ ሰልኩም ሃለውለው ምባል ግደፍዎ እንታይ ጌርካ ብዙሕ እግዚኣብሔር መስገን ክብሪ ንኣምላኽ ይኹን ብዙሕ ገይረ ብዙሕ ከዓ ክገብር እየ እሱ ንእሽተ እዩ ካብ ዓደይ ጀሚረ ካብ ሃገረይ ጀሚረ ብዙሕ ነገር ብዙሕ ከዓ ክገብር እየ እግዚኣብሔር መስገን ኣምላኽ ዕድመን ጥዕናን ጥራይ ሃበን ብዙሕ ክገብር እየ ብዙሕ ሰብ ክሕግዝ እየ ኣምላኽ ድማ የንብረኒ ኣሎ ዝዘራእኻዮ ኢኻ ትዓፅድ ኣይ ሊቭ ላይፍ ሞር ዳን ኣይ ዲዘርቭ ካብቲ ዝግባኣኒ ንላዕሊ ይነብር ኣለኹ ጽቡቅ ሓዳር ጽቡቃት ቆልዑት ጽቡቅ ስራሕ እግዚኣብሔር ይመስገን ስለዚ ናብዚ ክምለስ ናብዚ ክምለስ የሱስ ክርስቶስ ክመርፃ ከሎ ዘይኮነ እዩ መሪፁ እቲ ምርጫ ዘይኮነ ድሓር ምስ ክርስቶስ ከምቲ ዓንቶ ይድበልኮ ሓደ ሰብኣይ ምስ ሓንቲ ኣመንዝራ ከይዱ እንተ ደኣ ርክብ ስጋ ገይሩ ምስኣ ሓደ ስጋ ይኸውን ምስታ ናይ ቃል ኪዳኑ እንተ ደቂሱ ምስኣ ሓደ ስጋ ምስ ርክብ ስጋ ክትገብር ከለኻሲ ሓደ ስጋ ኢኻ ትኸውን ስለዚ ክርስቶስ ድማ ምሳና ሓደ ስጋ ሓደ ሓደ ዝኾነሉ ስፕሪቹዋል ርክብ ኣሎ እቲ ርክብ እንታይ ንሕና ልብና ከፊትና ልክዕ ከምቲ ጓል ኣንስተይቲ ርእሳ ወይ ድማ ኣካላታ ከፊታ ነቲ ሰብኣይ ትቦሞ ብሓንሳብ ዝድቅሱ ትርክብ ምስ ገበሩ ድማ ፍረ ዝፈሪ እሞ ዓበ ሓጎስ ዝረኽቡ ክልቲኦም ሴክሹዋል ሳትስፋክሽን ንሕና ድማ ጎይታ ምስ ተቐበልና ኣብ ሰማይ ዓብ ሓጎስ ይኸውን የሱስ ክርስቶስ ኣብ ውሽጥና ምስ ኣተወ እቲ ንጉስ ነገስታት ኣብ ውሽጢ ምስ ኣተወ እቲ ቃል ኣብ ውሽጥና ኣትዩ ክፈሪ ምስ ጀመረ ዓብዪ ሓጎስ ይኸውን ደሲ ዘ ሚስትሪ የማነ ስለዚ በጃኻ ኣይተቃሎ ነዚ ሲ ኣይተቃሎ መጽሓፍ ቅዱስ ኣይተቃልሎ መጽሓፍ ቅዱስ ከም ደሎ ዋላ ይረዳእኻ ኣይረዳእኻስ ከም ደሎ ወሰዶ ንዓይ ዘይርድኣኒ ብዙሕ ነገር ኣሎ ብዙሕ ነይሩን ኣሎን በቃ ዝተገልጸለይ ነገር ኣሎ ሓደ ግዜ ኩሉ ግዜ ዝደጋግሞ ኩሉ ግዜ ዝደጋግሞ ሰብ ሓደ ፓስተር ክሰብኽ ከሎ ሰሚዐ እዛ ዘርኢ እዚኣ እንተ ዘይመይታስ ኣይትፈርን እያ ንርእስኹም ምስ ክርስቶስ እንተ ደኣ ዘይሰቂልኩሞስ ኣይትፈርዩን ኢኹም ሕጂ ኣነ ኣይ ጀስት ዎንት በቃ ከምኡ ቱ ክሩሲፋይ ማይሰልፍ ዊዝ ክራይስት ምስ ክርስቶስ ርእሰይ ክሰቅል ደልየ ግን ከመይ ገይረ ከም ሰቅል ናይ ብሓቂ እሞ ከኣ እቲ ሰዓትስ ካብ ዩኒቨርሲቲ እየ ከይደ ማለት ኣትሊስት ቁሩብ ቁሩብ ክርዳእ ክእል ቁሩብ እንታይ እዩ ሲ ክርዳእ ክእል ሕጂ ከይደ ሓትዮ ኣነ ሲ ክፈሪ ደልየ ከመይ ገይረ ርእሰይ ዝሰቅል ኢለ ሓቲትዮ ነቲ ፓስተር ከረዳእኒ ይካለ ክገልጸለይ ኣይካለ ዓመታት ዓመታት ዓመታት ወሲዱ ብዛዕባ እታ ስርናይ ሓቲተዮ ከመይ ገይረ ኣነሲ ከምታ ስርናይ ሓንቲ ስርናይ ኣሽሓት ትኾን ምስ ሞተት ያልካ ኣነ ከዓስ ከምኡ ክፈሪ ደለየ ክመውት ደለየ ነዚ ስጋዊ ነገር ዓለማዊ ነገር ከመይ ገይረ እያ ክሞት ክገልፀላ ኣይከኣልን ኣብዚ ምስ መፃኹ ግን ሓንቲ ቆልዓ ድራግ ወሲዳ ኦቨርዶዝ ኮይና ሞይታ ብጣዕም ሓዚነ i was driving a truck ሽዑ ኣምላኽ ኣብ ውሽጢ ሓደ ነገር ከምዚ ኣምላኽ ተዛሪብኒ ኣምላኽ ኢልኒ ከም ሰበይ ከም ሰበይ እግዚኣብሔር መስገን ኣምላኽ ንኩልና ይዛረብ ኣምላኽ ፍሉይ ሰብ ነቲ ብፍሉይ ዝጽሊ ብፍሉይ ዝጸውም ብፍሉይ ምስ ኣምላኽ ርክብ ዝገብሮ ምክንያቱ ንኣብርሃም ኣብርሃም ዓርኪ ኣምላኽ ተባሂሉ እዩ ሕጂ ኣምላኽ ከምኡ ክትገብር ከለኻ መሓዛ ኣምላኽ ዓርኪ ኣምላኽ ትኸውን እዚ ምንም ሕቶ የብሉን ግን ኣምላኽ ሓድሓደ ግዜ ዋላ ከምኡ ዘይኮንካ ሲ ይዛረብ እዩ እንታይ ክብል ደሊ ኣነ ካባኻትኩም ምንም ፍሉይ ሰብ ኣይኮንኩን ግን ኣብ ውሽጠይ ሓደ ሓሳብ ኣምላኽ ኣቐሚጥለይ ክትመውት ትደሊ ዲኻ እወ የስ ከምዚ እዛ ቆልዓ ኦቨርዶዝ ድራግ ወሲዳ ዝሞተት ንስኻ ድማ ነዚሲ ኦቨርዶዝ ውሰዶ ሽዕኡ እቲ ብዙሕ ቃል ኣምላኽ እንዳእተኻ ምስ መጻኻ እቲ ርስሓት እንዳወጸ ክመጽእ ብዘእተኻዮ መጠን ነዚ ብዘእተኻዮ መጠን እቲ ርስሓት ብኡ መጠን እዩ ዝወስድ ብዙሕ እንድሕር ዳ እቲኻ ብዙሕ ወጽእ ስለዚ በቃ ክፈሪ እንተ ደኣ ደልየ ክመውት ኣለኒ ክመውት ነዚ ኦቨርዶዝ ክበልዖ ኣለኒ እዚኣ ተረዲኣኒ ስለዚ እቲ ምስጢር ሎም ዘይተረዳእካ የማነ ፅባሕ ንጎ ክግለፀልካ ክእል እዩ ምስጢር ዝበሃል የለን እንታይ ከፈራርሑ ኤግዛጅሬት ክገብሩ ስለ ዝደለዩ እምበር ጳውሎስ ጥቕሚ እንተ ዘለዋ ነይሩ ጳውሎስ ኣይመሓደጋም ጳውሎስ ሓድጋ ኢልኩም ተሓስቡ ሸሞኒ ይሓድግ ሓዲጉ እንዲ ጳውሎስ ጳውሎስ እኮ ኣብ ትሕቲ ገማልኤል ተማህረ ሂወ ዘለውር ቀናእ ፈሪሳዊ እኳ እዩ ነይሩ ሕግታት ኩሉ ዝፈልጦ ብጣዕሚ ምሁር ነዚ ኩሉ ግዚ በቃ እቲ ዝነበረ ንጥቕምስ ከም ጓሓፍ ቆፀርኮ ዝበለ ናይ ጥቕሚ ሰብ ኣይኮነን ስለዚ ክቡራት ተኸታተልቲ ሲጄ ፋን ናይ ብሓቂ ናብ ልብኹም ተመለሱ ኣምላኽ በቃ ብሓቂ ክጥቀመልኩም ምእንቲ እዚ ስኢልካ ሽጋራ ሰት ነይረ በቃ ወልፊ ከምዚ ኮይነ ከምዚ ኮይነ ኖ ኖ ኖ እዚ ዘሎ ተኣምራት ክትርእዩ እቲ ናይ ብሓቂ ምዉት ክትስእ ለምፃም ክነፅሕ ዕዉር ክበርህ ሓንካስ ክዘልል እቲ ናይ ብሓቂ እቲ ናይ ብሓቂ ንስኻ ኢልካ ተኣምራት ገይሩ ሪቫይቫል በቃ ሪቫይቫል መፃ ኣሎ ከምኡ ኢልካ ስለ ዝጨደርካ ኣይመፅን የለን ኣብ ኣገልግሎትኩም ሲ ኣምላኽ የለን ኣብቲ ካልእ ቤተክርስትያናት ኩሉ ኣምላኽ የለን የለን እዚ ብዚ ዘሎ እዩ ዝሓቂ ኩሎም ከዛርቡ ኣሎ ኩሉ እቲ ዘሎ ከምዚ ጊደዎን ዝበሎ ሲ እቲ ኣቦታትና ዝነገሩና ባሕሪ ኤርትራ ክትስንጥቕ ከለኻ ሰብ ከተሳግር ከለኻ እዚ እማን እዚ ኣልዒሎም ክወፁ ከለዉ እቲ ዓሰርተ ክልተ እማን እዚ ኩሉ ዝነገሩና እሲ ኣበይ ኣሎ ቢኮዝ ኣብ ሰዓቲ ኢድ ኣምላኽ ስለ ዘይነበረ the same thing is happening now ከምኡ እዩ ዝኸውን ዘሎ ስለዚ እቲ ናይ ብሓቂ ኢድ ኣምላኽ ክንርኢ እቲ ናይ ብሓቂ ሪቫይቫል ክኾነልና ንጸሊ ጸልኩም ብዘየለ ነገር ሓንቲ ምስ ሓደ ነርስ ዛረብ ነይረሲ ሓንቲ ዝጠነስቲ ሰበይቲ ናብቲ ሕክምና ኺዳ ከም ዝጠነሰት ድሕዳ ናይ ብሓቂ ጠንሲ ኣለዋ ከም ዝጠነሰት ክትዛረብ ኣየድልን እዩ ይረኣይ እዩ እንዳዓበየ እንዳዓበየ ምፅእ ድሓር ከዓ ድውለድ ነገር ኣሎ ዘይጠነሰት ሰበይቲ ናብ ሕክምና ከይዳ እንድሕር ዳኣ ከምኡ ኢላ ትካስ ትቐበላ ዶ ኢለ ኣይቅበላን ኢሰ ክራይም ጥንስ ዘይኮነ ሰበይቲ ኣነ ሓኪም ወይ ነርስ እንተ ኮይነ ዘይኮነ ነገር እንተ ፅሒፈ ኢሰ ክራይም ቸክ ክገብር ዶ ጥንስቲ ድያ ኣይጥንስትን ሽዕኡ ጥንስቲ እያ ኢለ ፅሕፍ ስለዚ ክቡራት ኣሕዋተይ ነቲ ናይ ብሓቂ ሪቫይቫል ንኩሉ ቤተክርስትያን ነዚ ሲጀፋን ጥራይ ይኮነ ንኩሉ ቤተክርስትያን ነቲ ናይ ብሓቂ ስኢልካ ባድላ ጌርካ ሪቫይቫል ባድላ ጌርካ በቃ ደስ ሃርቨስቲንግ ታይም ስለ ዝበልካ ሃርቨስቲንግ ታይም ኣይኮነን ምንም ነገር ኣብ ህይወተይ ሙሉእ ክብለኩም ኣለኹ ኣብዘን ዝሓለፋ ሰላሳ ዓመት ናይ ክርስትና ግዜ ዝትርጎም ቋንቋ ሰሚዐ ይፈልጥነ ቋንቋ ክትርጎም ሰሚዐ ይፈልጥነ ባራባራ ጥራይ ቋንቋና ንዛረቦ ኦኬ ኣብ ገዛና ተዓፂና ንበሎ ከምኡ ስለ ዝብል መፅሓፍ ቅዱስ ካልኣይ እቲ ዝትርጎም ዝብሎ ተርጓሚ እንተሎ ዝበለ ከምኡ ሰሚዐ ይፈልጥነ ፍፁም ከምኡ ማለት በቃ ዝትርጎም ጀርመን ድዩ ራሻ ድዩ ቻይና ድዩ ጃፓን ድዩ ኢኖ ማንድሪን ድዩ ዝኾነ ዝኾነ ነገር ሰሚዐ ይፈልጥን ዕውር ክርኢ ርአ ይፈልጥን ሓንካስ ክዘልል በኒህን ኣብዚ መፅእ ከሎ ኣብ ካልጋሪ ሓደ ዓቢ ኮንፈረንስ ተገይሩ ሓንካስ ካብ ዊልቸር ተስኦም ተባሂሉ ኩሉና ተሓጒስና ናይ ሲቢሲ ናይዚ ዓዲ ናይ ካናዳ ብሮድካስት ገለመለ ጋዜጠኛታት ከይዶም ኩሉ ቸገይሮሞ ሓሶት ምዃኑ ኣብ ጋዜጣ ውፅኦሞ ዝተሰ ካብ ዊልቸር የለን ቶም ዝሰስኡ ድሓር ኢዎስ ከምዚ ምሻሎ ቁሩብ በቃ ኣብ ዊልቸር ገይሮም ኣምፅኦም ብሕልፊ ብዛዕባ ድኻ ስቂልካ ኢኻ ኣብ ኤርፖርት ተሪኦኽሞም ብእግሩ ዝኸይድ ሰብ ኣብ ዊልቸር ኮፍ ድብል ሕጂ ስቕ ኢሎም ብእግሮም ታሽሙ ገብሩ ካብ ዊልቸር ተሲእኻ ኢልካ ተንቀሳቕሶ ንቪድዮ መስርሒ ገንዘብ መግበሪ ፕሮፌት እከለ ነቢ እከለ ኣፖስትል እከለ ተባሂሉ ምእንቲ ክፅዋዕ ዋላ እቲ ዝምስክርዎ ኣነ ንስኻ ንፋለጥ ዲና ቅድሚ ሕጂ ተራኺብና ንፈልጥ በቃ ከመይ ጌርካ ሽምካ ተውፅእ ከመይ ጌርካ ፍሉጥ ትኸውን ከመይ ጌርካ ገንዘብ ትገብር ይኮ እሱ ጠጠው ኣብሎ ድሕሪ ደኣ ኣምላኽ ኣተስኢካ ኣምላኽ ኣተስኢኪ ከይደለኻዮስ ኣምላኽ በቃ ትፈልጠን ዲኻ ተራኺብና ንፈልጥ ኢና ከይበልካስ ኣምላኽ ከውፃካ እዩ ኣምላኽ ከውፃካ እዩ ይፍለጥካ ይፍለጥካ ኣምላኽ ከውፃካ እዩ ስለዚ ክብራት ኣሕዋተይ ኣነ ርኤ ኣይፈልጥን እየ ምእንቲ ክንርኢ ምእንቲ ነው እዚ ስቂልካ ቸርች ንዓምፃእ ገሌልካ ለሚንካ ዘይኮነስ ባዕላቶም ባዕላቶም ለሚኖም ኣብይ ኣኻ ደለኻ ንየሱስ ክርስቶስ ዝኾነት ባሕሪ እንተ ሰጊሩ ሓሊፎም ፀንሖ ነበሩ እዩ ዝብል ነቶም በዓል ጴጥሮስ ብዝኸድዎ መገዲ ፅላሎቶም ምእንቲ ክትንክፍ ኢሉ ኢሎም ኣብኡ ደቂሶም ዝፀንሑ ነበሩ በቃ ፅላሎትካ ክኸብር እዩ ንስኻ ዘይኮንካስ ፅላሎትካ ክኸብር እዩ ንስኻ ዘይኮንካስ ከም ጳውሎስ ጨርቅኻ ክኸብር እዩ መሃረሚኡ ቆሪፆም ስለዚ ክቡራት ኣሕዋተይ በጃኻትኩም ናብቲ ነቲ ናይ ብሓቂ ወንጌል ንድለዮ ሓው የማነ ድማ ናብ ልብኻ ተመለስ ተድልየና ኢኻ ሰብ ስዕበካ ኣሎ ናይ ብሓቂ ሰብ ስዕበካ ኣሎ ስለዚ ናይ ብሓቂ መሃሮ ኣቦና የማነ ኣቦና የማነ ኣቦ ኩኖም ናይ ብሓቂ ኣቦ ኩን ናይ ብሓቂ ኣቦ ኩን ዝግብኣካ ጥራይ ውሰድ ናይ ብሓቂ ኣቦኹም ናይ ብሓቂ መሃሮም ናይ ብሓቂ ዕንቶም ክፈት ኣቱም ተኸታተልቱ ድማ ስቕልኩም ሓልውሉ ኣይትበሉ ኣቦና የማነ ከምዚ እሱ ከማና ሰብ እዩ ከም ሙሴ ይኮነ ከም ኤልያስ ኣይኮነ ኦኬ ኤልያስ ሙሴ ሰባት እዮም ግን ናይ ዘመን እዚ ኣምላኽ ኣተሲኦ ዘሎ ኤልያስ እዩ ከማናይ ከማናይ ከማይ ከማኻ ከም ኩሉ እዩ ከም ኩሉ ክትስእ ደልዮ ብጣዕሚ ብጣዕሚ ደሊ ክትስእ ኣምላኽ ክጥቀመሉ ደሊ ግን ኣብ ሓቂ በዚኣ ነዚኣ ከይናሸወ ነዚኣ ካብዚኣ ከየጉደለ ኣምላኽ ዘመንኩም ይባርኽ ኣምላኽ ንብረትኩም ኩሉ ይባርኽ ኣምላኽ ደቅኹም ይባርኽ ኣምላኽ ሕማምኩም ይፈውስ ብየሱስ ክርስቶስ ስም እቲ ናይ ብሓቂ ኢድ ኣምላኽ ኣብ ገዛኹም እቶ እቲ ናይ ብሓቂ ኣምላኽ የዒንቲ ልቦኹም ይኽፈቶ ይኽፈተለይ ይኽፈተልና ነቲ ናይ ብሓቂ ምስጢር ኣምላኽ ክንፈልጥ ኣምላኽ የዒንትና የዒንቲ ልቦናና ይኽፈቶ እግዚኣብሔር መስገን ናብቲ ናይ ብሓቂ ወንጌል ይምለሰና ኣምላኽ ዘመንኩም ይባርኽ ተባረኹ